ሎማዓንቲ ብጣዕሚ ደስ ልብል ዜና ይሕዘልኩም መፂእ እኒኤኹ ተኣዩ ሱት ኢልኹምኒ ዓሰርተ ሓደ ሽሕ ኣቲና እኒና ብተወሳኺ እውን ስሚንቶ ሎማዓንቲ ብጣዕሚ ብጣዕሚ ቐኒሱ እኒኦ ማለት እዩ ስለዚ ናይ ዝደርብ ሓጎስ እዚ ሎማዓንቲ ላይክና ክልተ ሽሕ ክኾን እኒኦ ሓደ ሽሕ ክኾን እካ ካብዚ ክልተ ሽሕ እዩ ክኸድ ለለዎ ስለዚ ኩልኹም ላይክ ግብሩ ሰብስክራይብና ለለ ናብ ዓሰርተ ሓሙሽተ ሽሕ ልግበር ጉዕዞና ከዚ ለለ ነጠናኽር ብደንቢ ብጣዕሚ መወዳእታ ተኸታተሉ ንቐፅል ብዙሓት ሰባት ትማሊ ይከኣል እዩ ብውሽጢ መስመር ኣዋሽ ወይ ድማ ውሽጢ ዓዲ ቴንዲኖ ኣቕርበልና ትብሉ ንሰባት ነርኹም ስለዚ ሞዓንቲ ቱርኪና ንርኢ ግን ኣብ ናጋ ፕሮግራመይ ቃል ክኣትየልኹም እያ ናይ ኣዋሽ ቴንዲኖ ወይ ድማ ውሽጢ ዓዲ ከርእኩም እየ ማለት እዩ ስለዚ ሎማዓንቲ ካብ በዓል ሸሞንተ ጀሚርና እና ቱርኪ ክንደየም ንኾነ ዕዳጋ ንርኢ ማለት እዩ ብዙሓት ሰባት ለ ብጣዕሚ እና ቱርኪ ስለ ትደልይዎ እያ እና ቱርኪ ለቕርበልኩም ለለኹ ማለት እዩ ስለዚ ካብ በዓል ሸሞንተ ንጅምር ተለና በዓል ሸሞንተ ኣብ ዝኸ ሰዓት ሸሞንቲ ሚእቲ ቅርሺ

ንመእሰሪ ትጥቀምሉ ሰለኾኑ ኩልኹም ለኹም ስለዚ ውሽጢ ዓዲ ትደልዩ ሰባት ሰለለኹም ንኡ ከቕርበልኹም እዩ ማለት እዩ ኸዚ ግን ናቱርኪ እዩ ኒኦ ማለት እዩ ኸዚ ቐጺልና ንሓልፎ ናብ ናይ ሓሸዋ እናተጸር ኢና ንሓልፍ ማለት እዩ ስለዚ ሓሸዋ እናተጸር ኽንዲሀም ልኾነ ሎምዓንቲ ልዋዓለሉ ዋጋ ክነግረኩም ምስ ናይ እምኒ ዋጋ ጌረ ስለዚ ሓሸዋ ኣብዚ ኸዚ ሰዓት ናቱጦር ርከብ ዋጋ ብ ሓምሳይ ኣርባዕተ ሽሒ ሓሙሽተ ሚእቲ ወይ ድማ እስካ ሓምሳይ ሓሙሽተ ሽሕ ኣብለሎ ንሓደ ቢያጆ ሓሸዋ እናቱጦ ይርከብ እቲ ቐይሕ ሓሸዋ ንኣብ ዓብይ ዓዲ ልመጽእ ቆንጆ ልጓል ሓሸዋዊ ዝኸ ሰዓት ሓምሳይ ኣርባዕተይ ሽሒ ሓሙሽተ ሚእቲ ወይ ድማ ስጋብ ሓምሳይ ሓሙሽተ ሽሕ ልዕሊኡ ልኸዱ እኒኦ ማለት እዩ እቲ ጻዕዳ ኩሉ ግዜ ምለልኩኹም ብጣዕሚ ቅንስ ለበል እዩ ስጋብ ሓምሳይ ሓደ ሓምሳይ ክልተ እኒኦ ግን እቲ ቀይሕ ልበሃል ግን ኹሉ ሰብ ልደልዮ ስጋብ ሓምሳይ ኣርባዕተ ሽሒ ሓሙሽተ ሚእቲ ስጋብ ሓምሳይ ሓሙሽተ ሽሕ ኣብ ለለዉ ናትሽጦ ይርከብ ሓሸዋ ማለት እዩ ጸጸር እውን ንርኢ ተለና ጸጸር ውስኸ ሰዓት ናትሽጦ ይርከብ ዋጋ ብኣርባዓይ ሽድሽተ ሽሕ እናትሽጦ ይርከብ ማለት እዩ ንመህደሚ ልኾን ፍሉይ ጸጸር ኣውስኸ ሰዓት ኣርባዓይ ሽዱሽተ ሽሕ ኣብ ከተማ መቐለ እናተሸጠ ይርከብ። ከከም ቦታ ከም ርሕቐት ንባዕሉ ዝኾነ ኣፈላላይ ዋጋ ክህሊ ይኽእሉ እዩ። ግን መብዛሕትኡ ቅርብ ለልኹም ተኾንኩም ናብ መቐለ በተለይ ዙርያ ከተማታት ስለለኹም ብኣርባዓይ ሽዱሽተ ሽሕ ልብል ሒሳብ እኒኦ ማለት እዩ። ውፅእ ልበልኹም ተኾንኩም ግን ምስ ትራንስፖርት ደሚረ ዕዳጋ ክነግረኩም ምእንተይ ብውሽጢ መስመር ርኸቡኒ። ስለዚ ኸዚ ንኣምኒ ዋጋ ንርኢ ተለና ለለ እምኒ ዓይነተ ምልልኦ ኩለኹም ትፈልጡ ኢኹም ምክንያቱ ጽልምለለ እንዮ መብዛሕትኡ ግዜ ተጠላዊ ዝኾነ ስለዚ ናይ ዋጋ ክነግርኩም ከዚ ክንደዮም ዝሽወጥሎ ማለት እዮ ከተማ መቐለ ሎማዓንቲ ብል ነበረ ዕዳጋ ትኾይኑ ብ15500 ወይ ድማ 14000 እንዮ ከከም ዓይነቱ ከከም ቦትኡ ከከም ቦታ ኮብ ርሕቀት እውን ይውስኖ እዩ ስለዚ ካብ ዓሰርተ ኣርባዕተ ሽሕ ሓሙሽተ ሚእቲ ክሳብ ዓሰርተ ሓሙሽተ ሽሕ ኢልኩም ሓዝዎ ማለት እዩ። ንኣብኒ ንሓደ ቢያጆ ሎለ ዕዳጋ ሎማዓንቲ ማለት እዩ። እዚ ኣባየ ምርካብ ትኽልኡ ኢኹም? ሓሸዋ ጸጸር እምኒ ተደሊኹም ካባየ ምውሳድ ትኽልኡ ኢኹም። ስልኪ ኣብ ፕሮፋይል እኒኤኩም ብዋትሳፕ ኢሞ ቴሌግራም ምርካብ ትኽልኒ ኢኹም ማለት እዩ። ስለዚ እዚ መሰል ዕዳጋ ንኣብኒ ለሎ ማለት እዩ። ኸዚ ናብ ናይ ሲሚንቶ ዋጋ ቶሎ ኢልና ንሕለፍ። ሲሚንቶ ኽንደይ ምንውዓለሉ ማዓንቲ ክነግረኩም ኣሉት። ቡዙሓት ሰባት ምባል ይካኣል እዩ ኣብ ኮሜንት ፅሕፉለይ ለለኹም ሰባት ስሚንቶ ሓደ ሽሕ ቕርሺ እንድሕሌ ኾነ ኣይንገዝእን ኣበልኹም ነይርኹም ቡዙሓት ሰባት ማለት እዩ ግን ሎማዓንቲ ኽንደይ ምንውዓለ ክነግረኩም ኣሉት ስሚንቶ ሎማዓንቲ ሓደ ሽሒ ሰለስተ ሚእቲ ሓምሳ እዩ ኣብ ከተማ መቐለ እናተሸጠ ውዒሉ እንዮ ሎማዓንቲ ስሚንቶ ካብ በረቲ ኾይኑ ክሳብ ሓደ ሽሒ ሰለስተ ሚእቲ ወይ ድማ ሓደ ሽሒ ኽልተ ሚእቲ ቴስዓይ ከባቢ ሰማንያይ ነይሩ ግን ኣብ መሸጢ ሎማዓንቲ ልውዓለሉ ዋጋ ግን ስጋብ ሓደ ሽሕ ሰለስተ ሚእቲ ሓምሳይ ከባቢ ነይሩ ማለት እዩ ቅድሚ ሰዓት ዝነበረ ዋጋ ስጋብ ሓደ ሽሕ ኣርባዕተ ሚእቲ ሓምሳይ ነይራ ንግሆ ከባቢ ድሕሪ ሰዓት ግን ናብ ከባቢ ሓደ ሽሕ ሰለስተ ሚእቲ ሓምሳይ ከባቢ ወሪዱ ነይሩ ማለት እዩ ስለዚ ስሚንቶ መግዛእ ትደልዩ ሰባት ሃልዮም ከዘለ ኮንታክት ጎርኒ ከከም መጠንኹም ሱሳ ኩንታል ክኾን ይኽእል እዩ ዕስራ ኩንታል ሚእቲ ኩንታል ተደልዩኹም ብውሽጢ መስመር ርኸውኒ ቆንጆ ዝኾነ ዋጋ ከራኸኩም ይኽእል እየ ማለት እዩ ስለዚ ዕዳጋ ነበርና ስሚንቶ ግን እዚ ይመስል ማለት እዩ ከዚ ቀጺልና ንሓልፎ። ናይ ብሉኬት ዋጋ ኢና ንሓልፍ ማለት እዩ ብዙሓት ሰባት ትደልይዎ ኢኹም ብዙሓት ሰባት ለጠየቕኹም ኔርኩም ብውሽጢ መስመር በዓል ዓሰርተ ሓሙሽተ እና ዕስራ ክንደይ እኒኦ ወይ ድማ ታይ እዩ ከጥንካርኡ ታይ እዩ ፍልይ ለብሎ ለልኩምኒ ብዙሓት ሰባት ኔርኹም ስለዚ በዓል ዓሰርተ ሓሙሽተ ዝኸ ሰዓት ሒሳብ እንዴ ሽወጥለት ኢልኹምኒ ከከም ቦትኡ ከከም ብዙሕ እዩ መሸጢ እኒኦ ክተራ መቐለ ወይ ድማ ኣብ ኩሉ ከተማታት ተሪኢኩም ብጣዕሚ ቡዙሕ መምረቲ ናይ ቡሉኬት እንዮ ግን ጠንካራ እና ልሓሸ ልባሃል ግን ልሽወጠሉ ቦታ ኣነ ክጥቀመኩም ይክእል እየ ምክንያቱ ድማ ቡዙሓት ሰባት ኣብዝከ ሳዓት ልቀነሰ ዋጋ ተግንዩኒ ኢኩም ካብኡ ልለ ጥርጣረ ልሓደረኩም ሰባት እንኩም ጥንካረኡ ከመይ እዩ ታኣይ ልሓሸ ትብሉ ሰባት ብጣዕሚ እንዮ ኢኩም ማለት እዩ ስለዚ ቡሉኬት ትገዝኡ ተለኩም ዋንኡ ትሪእዎ ተለኩም ብደንቢ ማይ ልሰተይ ክኮን እንዮ ብደንቢ ለለ ጸሓይ ለግንዮ ወይ ድማ ብደንቢ ሰትዩ ማይ ኣብ ፀሓይ ልፀነሐ ክኾን እኒኦዎ እሱለለ ጥንካረኡ ብደንቢ ከማሓይሾ ሰለልኸል ማለት እዩ ስለዚ ኣዋየለሉ ሎማዓንቲ ግን ብደንቢ ተተኣመኑሉ ካየለለ ብዙሕ ሰባት ለወሲዶም ልተጠቐሙሉ ሰለነበሩ ኣብ ዝኾ ሰዓት በዓል ዓሰርተ ሓሙሽተ ብ ሰላሳ ሽዱሽተ ቅርሺ ሒሳብ እናተሸጦ ይርከብ እዩ ግን ጥንካረኡ ብጣዕሚ ጠንካራ ልበሃል ካብ በዓል ዓሰርተ ሓሙሽተ እዩ እውን ተወሳኺ እውን ናይ ዕስራ ለለ ክንዲ ኔት ኢልኹምኒ ግን ሰላሳ ትሽዓንተ ቅርሺ ሒሳብ እኒኦ ሰላሳ ሸሞንተ እውን ምውሳድ ትኽእሉ ኢኹም ወስኺ ሰዓት ካብ ሰላሳ ሸሞንተ ቅርሺ ክሳብ ሰላሳ ትሽዓንተ ቅርሺ የብለ ኣሎ ሒሳብ ናቸው ጠይርከ ማለት እዩ ብሎኬት በዓል ዕስራ ማለት እዩ ስለዚ ጥንካረኡ ለሓሸ ነገር ተደሊኹም በተለይ ኣብ ከተማ መቐለ ዙርያ ተኸትኾንኹም እዚ ዕዳጋ እዚ ካባየ ምውሳድ ትኽእሉ ኢኹም ጥንካረኡ ብደንቢ ለሓሸ ሰብ መሪፀ ከጋንኩም ይኽእል እየ ማለት እዩ መብዛሕትኹም ገዚኹሞ ብምስውዋር ኣብ መንገዲ ናኸደ ፅዕነት ናሃሊ ብዙሓት ሰባት ናብ ፈረሰኩም ወይ ድማ ናተሰባበረ ናብ ኪሳራ ተኣቲ ሰባት ኒኢኹም ስለዚ ንኡ ንምቕራይ ካባየ ልሓሸ ነገር ምስ ትራንስፖርቱ ናብ ቦታኹም ከብፅሓልኹም ተደሊኹም ብውሽጢ መስመር ኣብ ፕሮፋይለይ ልላ ስልኪ ተጠቒምኹም ብውሽጢ መስመር ርኸቡኒ ልሓሸ ነገር ምርካብ ትኽእሉ ኢኹም ካባየ ማለት እዩ። ስለዚ ሎማዓንቲ ነብሪ ዕዳጋ ናይ ብሉኬት ናይ ስሚንቶ ቴንዲኖ ሓሸዋ ጠጠር ካልኦት ካልኦት ዕዳጋታት እዚ ይመስል ማለት እዩ። ኣብ ናጋ ወይ ድማ ኣብ ረቡዕ ለቕርበልኩም ፕሮግራምይ ድማ ብዛዕባ ናይ ውሽጢ ዓዲ ተንዲኖ ናይ ቱርኪ ብደንቢ ኣነጻጺርና ታኣዩ ልፎልዮ ታይ ድማ ጽቡቕ ነገር ልገብሮ ልብል ናይ ቱርኪ ንርኢና ማለት እዩ። ስለዚ ኩለኹም ግን ንዚ ቻናል እዚ ብደንቢ subscribe ግበሩ ሼር ግበርሎም ንፌስቡክ ኣዕርኽትኹም ንቲክታክ ለለው ንካልኦት ካልኦት ዝመልሉ ማሕበራዊ ሚድያ ዝጥቀሙ ሰባት ተሃሊምኹም ኣብ ቴሌግራም ግሩፕ ለ ብጣዕሚ ብዙሓት ዘለኹም ሰባት ኒኹም ስለዚ ንኦም ሼር ናጎርኩምሎም ንክጥቀሙ እስኹም ንለ ብሓደ ኮይና ነዚ ቻናል ዘዕቢና ንዓኻትኩም ለጽቡቕ ኢንፎርሜሽን ሰልኾነ ትጥቀሙሉ ትርብሕሉ ቻናል እዩ ማለት እዩ ስለዚ ላይክ ምግባርኩም ከይትርስዑ ሰብስክራይብ ምግባርኩም ለለ ብደጋጊምኩም ኣረጋግጹ ማለት እዩ ኣብ መወዳእታ ልብላ ድማ ኩሉ ግዜ መልእኽተይን እያ እሳ እውን ኣብ ከተማ መቐለ ከዝለለ ካብ ሰብዓ ካሪ ጀሚሩ ሚእቲ ኣርባዓይ ክልተ ሚእቲ እስካብ ሰለስተ ሚእቲ ካሪ ልለው ቦታታት እዮም ማለት እዩ ከከም ዓቕምኹም ከከም ልመረፅኹሞ ነገር ኣየ ምርካብ ትኽእሉ ኢኹም ማለት እዩ ገዛውቲ ስለዚ ብውሽጢ መስመር ርከቡኒ ንድርጅት እውን ትንስፋ ታሊኹም እስካብ ክልተ ሽሕ ሰለስተ ሽሕ ካሬ ልውፅሑ ስፋሕቲ ቦታታት እኒው ብዛዕባ ስም እውን ንነጋገር ንኽእል ኢና ብደንቢ ከማርፀኩም እየ ብውሽጢ መስመር ርከቡኒ ማለት እዩ ብዙሓት ሰባት ኣብዚ ሰዓት ኣብ መሬት ኢንቨስት ናገሩ ኣብ ገዛውቲ ኢንቨስት ናገሩ ብጣዕሚ ብዙሓት ሰባት ይጥቀሙ ኣለዉ እዮም ስለዚ ንስኹም ካብኣቶም ኣይትንእሱ ኩልኹም ውሽጢ መስመር ንኸውን እሞ ልሓሸ ነገር ዕዳጋ ንሰርሕ ንኽእል ኢና ማለት እዩ ሎማዓንቲ ዝነበረኒ ፕሮግራም ግን እዚ ይመስል ኣብ ናጋ ፕሮግራመይ ብካሊእ ፕሮግራም ተመልሰ እስካዕ ልመፀኩም ሰላም ንዓኻትኩም ይኹን ቻው